ሽጉጠይ ሰሪቀ ኣነ ካብ ጀርመን እየ መፅኤ ሽጉጠይ ሰሪቆማ ተላ ሽጉጠይ ሰሪቆማ ሄጂ ትብለኒ ዕስራ ሽሕ ነሩ ናይ ሓደ ሰብ ዝሕደኩሉ ነሩ ናይ ዓራር ዝበሃል ነሩ ተላ ሓደ ከይዱሲ ወተሰነ ዝበሃል ነሩ ሰምሳሪ ሕጂ እንታይ ይብለኒ እቲ ቆልዓ ሃዲሙ ምስ ራሽድ ገልባል ሃዲሞም ሃዲሞም ብለኒ ሸላ ሃዲሞምና ከምዚኣ ኢሎምሲ ንክስታ ይሓስብለው ናብ ብሩሰል ይሓስብለው ኣነ ከዓ ጃምዓት እየ ማነጋ ዓርከይ ሞ ጊደፎኒ ኣብ ሆቴል ነሩ ኮኳይን ክራክ ይስሕቡ ነሮም ሕጂ ክራክ ዝስሕቡ ነሮም ኢሎምኒ ማነጋ ዓርከይ ዓብዪ ሰብኣይ ነሩ ኣድጊ ሰብኣይ ናብታ ሆቴል ከደ

ሐዚ ኣሕዋት ለሓር ያ በል ለሓር እካ ዓሽራ ካብዚ ተራእዩ ለብኒ ከላ ዓሽራ ናተይ ማለት ደሓን እዚ ኣሸለ ዓርከይ እዚ ሰብ ርጉም እንድዩ ተረዲኻኒ እቲ ኩሉ ኩሉና ዘይንሕና ክንመስል ኣይንኽእልን ኣብኡ እንዲና መፂና ተረዲኻኒ

መጻጻይ ሕጂ ኣብ መጻጻይ ሕጂ ካብ ቤት ምስረቱ ምስ ወጻኹ ንሳ ትጠራዎ እወ ኣብ መጻጻይ ሕጂ ክመጽእ ከሎ ካብዛ ሮተርዳም ተኣሲረ ምስ ወጻኹ መጺኤ ከኣ ተርዳኒ ናብ ካምቢ ካምቢ ክትከይድ ኢኻ ኢሎምኒ ተርዳኒ ዓሻ ካብዚ ዝርእ ፈተነ ቅትለት ነሩኒ ዳ ኣጋጣሚ ድሓን ኣይገበርኩዎን ገለ ኢለ ኣይ ወላ ሓንቲ ቤተክርስቲያን ኢለ ተስቶብ ኮይኑ ማለት እቲ ነገር እቲ ጉዳያት ተርዳኒ ወላ ሓንቲ ጉዳያት ተስቶብ ህበን ድሓር ካብዚኣ ምስ ወጻኹ ካብታ ቤት ምስረት ምስ ወጻኹ ኣጋጣሚ ቲክቶክ ጀሚረ ቲክቶክ ጀሚረ በዓል

ደሓር እኮ ኣነ ፈልጠካ ብዙሕ ኣይፈለጥኩኻን እኮ ንሪኣ ንስላዕ እቲ ጉዳይ ተመልካ መፂኻ ምስኪን እዩ ቁራፅካ ርኢናዮ ዝይሰላዕ ዝብልዎ ሲ ከይትብድሎ ጓል ሂዋን ጓል ከይትብድሎ ኢልና ኢና መፂና እንታይ ተዛሪብካ ኣይተዛረብካን ዝፈልጦ የብለይን ኣነ ሰላዕ ምስ መኣስ ከም ተላዕለናስ ባዕልኻ ዋላ ትፈልጦ ኢኻ

ዝክረ ድካ ያያ ዝክረ ዝክረ ያማ ዝክረ መስለኒ ልዓል ታይ ናብዚ የማጻጻካ ግን ኣነሲ ከም ድያቆን ኣፈልጠካ እምበር ዝኮምዚ ዓይነታት ተዛርብካን ዘይተዛረብካን ወላ ሓንቲ ወላ ሰለ ዓርከይ እቲ ህዝቢ እዚ ፈሊጥካ ንጸጋም ኢካ ትነግሮ ናትካ ክትነግሮ የብልካ ሸለ ዓርከይ ምስ ታሪክ ኢካ ትነግሮ ምስ ግዜ ተረዳካኒ ጽሒፍካዮ ምስ ትጸንሕ ኣብዚ መጺካ ግን ትናትካ ትነግሮም ተኮንካ ፈሊጥካ ኢኻ ትሕሱ እቲ ናትካ ሓሶት እቲ ናትካ ሓቂ ምሲልካ ኣብ ኣርማድዮ ምጽ ኣቀሚጥካ ጽንሕ ከም ዘጋጠመካ ኮንካ ኢኻ ነዚ ህዝቢ ትነግሮ ናይ ብሓቂ ኣብቲ ናትካ ኣቲኻ ተነጊርካዬ ግን እቲ ሰብ ብኡ ገሩ እዩ ዘብለካ ተርዳሃኒ ሸላ ዓርከይ ሕማቅ ቃላት ዝዛረቡ እዚ እኮ ተርዳሃን ማዓት ኣለዉ ተታሓዙ ኮምዚ ዓይነት ክትዛረብ ይብልካን ሸላ ዓርከይ ንድሕሪ እጂ ተወደካ ሳክት ክትዛረብ ኣብቲ ስምዒት ኣቲካ ኢለ ከዛርበካ ስለ ዝደለኩ ኣምበር ሸላዓተይ እዚኦም ለክባጣት እዮም ኩሉ ሰብ ኣብዚ ከኣ ይፈትወካ ማለት ኣይኮነን ተረዳሃኒ ኩሉ ሰብ ከኣ ሓላይ ኢካ ማለት ኣይኮነን እዚካ እቲ ናትካ ሕጂ ሒዝካዬ ትጸንሕ እቲ ተሰመዐካ እቲ ሽግር ዘጋጠመካ ባዕልካ ኢካ ትፈልጦ ንኩሉ ሰብ ተረዳኣኒ ኮም ኣዚ ኣበዮም ደዚ ፈሊጦም ሽግሮም ይነግሩ ብእጎሮም ዝጸርፍዎም ኣብ ታሓቲ ኮይኖም ፌግ ኣካውንት ገሮም ኣሽማቶም ዝቅይሩ ሸላዓት ንስካ ከማን ብትብዓት ኮምዚ ኢልካ መጺካ ብሕርጂ ናዓካ ሪስክ ዝእቱ ቃላት ብሕርጂ ከይትዛረብ ተረዳኣኒ ሸላዓርከይ ከምዚ ሓላፊና ናሕና ንስካ ክትጠፈኣና ኣይንደልን ኢና ሸላዓርከይ። ንስኻ ክትነብረልና ንስኻ ክትህልወልና ኢና ንደሊ ተረዳኻኒ ብዘይ ብኣኻ እዛ ቲክቶክ ወላ መቐረት ዝብሃል የብላን ሸላ ዓርከይ መቐረት ዝብሃል የብላን መዓልቲ ጠፊእኻና ሚሊ ከይዱ ኣሎ ፅባሕ ምስ ከዱ ኢኻ ትናፍቖም እኮ ስለ ዘለና ኢና እኮ ንፅሕፈኩም እምበር ሰብ እኮ ምስ ከደ ኢኻ እኮ ትናፍቖ ኩሉ ክትናፍቖ ወሞ ዝኾነ ዓይነት ኣኮመ ዓይነት ሪስክ ይትእቶ ተረዳኻኒ ሸላ ዓርከይ እዚ ናትካ ብሪባት ምዕላሎም ገለ ረኺቦምና ኣይፈልጡን እዮም ብዛዕባና ብዛዕባ ናትና ተዛሪብናዩ መን ይፈልጥ እና ኣብዙይ ሰላ ዓርከይ ተረዳኻን ምዝራብ ኣይጠፈእናን ግን እቲ ሰብ ናይ ፀጋምኻ ትነግሮ ሰብ ክበኣስ ከሎ ትሕጎስ ሰብ ክፋቐር ከሎ ከመይ ጌርካ ከመይ ጌርካ ሓቅን ዘይሓቅን የፋትሖሞ ንቡሩን ዘይንቡሩን ኣብ ኮሚታኻ ክትኣቱ ዘለካ እምበር ናይ ባዕልኻ ድግ ኢልካ ተዕሊልካ ዝርጉም ሰብኣይ ዳንታ ክብል

ከምኡ ንዞም ኩሎም ዓዲ እንግሊዝ ግን ንሱ እትይዎም ያማ ንዞም ኩሎም በቃ ተሸግዱ ንዘ ኤትራዊ ሙሉእ ንሱ እትይዎም በቃ ብዘይ በቃ ዘይረብሐሉ ወላ ሰላሳ ሽሕ ሰላሳ ሽሕ ዩሮ ሓደ ግዜ ሒዙ ሲ ኣብኣ ከላ ኣጥፊእወን ግን ሓውካ ኩሉ ግዜ ሓውካ ሓሳቢ ተመሊሶም ሲ ከምዚ ኢኻ ነርካ ኢሎም እእሲሮሞ ተረዳኻኒ ኣብ በልጅም እእሲሮሞ ነሮም ኣርባዕተ ዓመት ብሓቅነቱ ወፂኡ ሕጂ ኸኣ ነእሲሮሞ ኣለዉ ምሳይ ነሩ ወዲ ገዛይ ህጂ ካኣ ብሓቅነቱ ክወጽእዩ ተረዲካኒ ክወጽእዩ ግን ህጂ ከምኡ ዓይነት ምካን ንሱ ምስ ክነ ይዛረብ ኣየብል ተረዲካኒ ንዚ ኩሉ ኤትራዊ ኣእቲካዮ ተመሊሱ ብጥርሖም ዘእትዎም ሸሞንተ ትሽዓተ ተመጽዩሲ ንቶም ዓሰርተ ሰባት እዩ ብላዕሊ ዘእትወሎም ነሩ ተርዲካኒ ዘኤትራዊ ግን ሓሳዊ ስለ ዝኮነ ለክባጥ ስለ ዝኮነ

ኣብ ዘግመጽ ከለኹ ገዛይ ስለ ዝኾነ ገዛይ ገዛኻ ማለት እዩ ሸለኻ ዝኾነ ከጋጥመካ ኣይንደልንና ተረዲኻኒ ሸለ ዓርከይ ዝኾነ ነገር ንዓይ ከኣ ንሽግርካ ሽግረይ ከኣ ከጋጥመካ ኣይነብልና ብኣፍና ንዛረቦ ስቅ ኢልና ክንጻወት ንዛረቦ ተዘይኮይኑ እምበር ክፉኣት ሰብ ከምዘይኮንና ሰብ ይምስክር እዩ እዚ ሰብ ከኣ ከም መራሒ ናብዚ ንምምጻኻ ኩሉ ሰብ ተረዲኻኒ ኣይበለካን ዘሎ ሽላ ዓርከይ ብተቀባብላኡ ዝለዋህ ህዝቢ ምስ መጻኻሲ ከመይ ዓይነት ተቀባብላ ተቀቢልካ ከመይ ዓይነት ከተመስግኖ ነዚ ህዝቢ ኣብዚ ከኣንሲ ንዓኻስ በቃ ኣብዚ ማስሜዳስ ደስ ዝብለካ በቃ ክትዕልሎ ምስ ትዕልሎ ሰብስ ምስ መን ደስ ይብለካ ኣብዚ ቲክቶክ ከ ንመን ኢኻ ኣብዚ ናይ ቲክቶክሲ መን ኣድናቂኻ ተድንቆ ሕጂ በቲ ናይ መጀመርታ ክትመጽእ ኮለካ ኣነ ደስ ዝበለትኒ ኣብቲ ሽዕ ግዜ ወላ ወላ ስጋብ ሕጂ ዘሎ ደስ ዝብለኒ ዝህዝቢ ስለምንታይ ኣነ ደስ ዝብለኒ ከንዳን ኣነ ወላ እቲ ማጻጻያ ወላ ክመጽእ ኮለኩ ወላ ስጋብ ሕጂ ደስ ዝብለ ማራ የድንቆም እየ እቶም ህዝቢ ማራ ቴንኪው ዝብሎም ኣነ ከዓልቲ ወላ ብዝኮነ ነገር ወላ ገለ ክገብር ወላ ምሸለካ ሕማቅ ኣማ መብዛሕትኡ ሕማቅ ኣይጽሕፈ ወላ ሕማቅ ኣይብለኒ ተዳ ሸላ ሓወይ እዚኣ ዘይትገድፋ እዚኣ ዘይትገድፋ ተዳን ስለምንታይ ምሸለካ ከምዚ

ምስቶም ሞከርኩላ ኣነ ካባካ ህጂ ግልጺ ኮንካ ግልጺ ኮንካ ትዛረብ ከምዚ ግልጺ ኮንካ ካኣ ተዕልል እቲ ሓቂ ምሸለካ ከምዚ ምሸለካ ከምዚ ገሊኦም ሰብ ምሸለካ ከምዚ ዘይንሱ ዝመስሉ ገለመ ንስካስ ኮሞም ኣይኮንካን ከምዚ ንስካ መሲልካ ካኣ ትከይድ ኣነ ከምዚ ዘድንቀካ ጎጆ ኣለካ እንደገና ውን እዚ ሳሞራ ባዓል እዚ ኣብዚ ዘሎ ሳክት ይጻረፍ ኮይኑ እምበር ኣንበሳ ምሳይ ነሩ ኣብ ክልተ ዓመት ሓንቲ ከተማ ኢና ናብ ጀርመን ምስ ህጂ
ኣስመሮም እንዲ ሽሙ ሳሚ ኮነ ኣፍ ምበር ይብለካ ኣብ ሸላ ዓርከ ወላ ምስክን እዩ ዝኾነ ተረክብካ ይተንክፎ ስለምንታይ ደሃን ሸላ ዓርከ ምስክን እዩ ተረክብካዮ ብስምዒት ኢለካ ምሽ ኣነ ምስክን ስለ ዝፈልጠ ብኣካል ዝፈልጠ ንሱ ካብዚ ዓይላ ጉንደት እዩ ካብዚ ናይ ሰራይ መፅዩ ነብሰ ምትሓት ኣለዎ ሓቂ ዘረባ ወዲ ባፅዕ ዝብሎም ህጂ ወዲ ባፅዕ ብከመይ ውዑይ ስለ ዝኾነ ብጀርመን ሳባ ውፅኢና ኣሎ

ረጀብቲ መዓልታት ምሳይ እዩ ተሰሎ ጠገለልና ቸርችሎ ገለሎ ኣቀሚጥና እዩ ኢና ተርዳካኒ ኩሉ ሰብ ዝፈልጥ እዩ ሕጂ ጥቃ ዓይላ ጉንደት ኢሉ ሕጂ እቲ ነብሰ እንበር ካብ ዓይላ ጉንደት ሓቀይ ጥቃ ዓድዋ ኢሉ እንተርቭ ክገብር ከሎ ኣነ ይስንብድ እየ ከማን ጥቃ ዓድዋ ኢሉ እንታይ ኢልካ ድካ እንተርቭ ገራ ምስ በልክዎሲ ኤርትራስ ክንደይ ብሄራት ኣለዋ ምስ በልንስ ጥቃ ዓድዋ ዝቅመጥ ኢልዎ ጥቃ ዓድዋ ዝቅመጥ ኢልዎ ተርዳኣኒ ሕጂ መሰ ኮሚዲ ማለት መሰ ኮሚዲ ማለት።

ዋላ ኣነ ጓስ እየ ዓብየ ሸላ ግን ቀልጢፍካ ወዲካና ሓቂ ዘረባ ተርድካኒ። ቀልጢፈ ስለምንታይ ድኣ ጎጆ ዓርከይ ኣነ ስለምንታይ ድየ ኣነ መጓሰ እኮ ዝጠፋእኩላ እኮ ስለምንታይ ድኣ ወዲ ትሽዓተ ዓመት እየ ነረ ወዲ ዓሰርተ ከባቢ ብራዘር ሃሪመናል መድሃኔ ወዲከኣሎም ብራዘረይ ነረሲ ኣብ ከምዚ ክስታይ ትወጽኻ ከምዚ ደምበ ደምበ ወጺናሲ ሕጂ ሽኮር ከምዚ ሽኮር ሕሩጭ ገለሲ ሰሪቀኖ እቶም ዕንጨት ዝወፍሩ ሰብ ወሲዶሞ ከይዶም ኣብ በረኻ እየ ሕጂ ሓልዎ ተባሂለ ምስ ምራኩተይ ሕጂ ብራዘረይ መጽዮም እንስሳ ሒዞም መጽዮም እቶም መራኽብ ሕጂ ሕምብስ እየን ይረብርባ ሕጂ ምጽ ኢሉ ብራዘረይ በትሪ ገሩ ጥቅዒ ጥቅዒ ገድፈን እቲ ንብረት ወሲዶሞ እቲ ዕንጨት ዝዓል ሕጂ መድሃይና ከኣ ደንጎላ ገሩ እቲ ጎረቤት ገዛና እቶም እንስሳ ሕጂ ክልተ ጎረቤት ገዛና ሒዝናዮ ወጽ ወጽዮም ናብ ሕጂ ደንጎላ ገሩ እቲ ሓደኻ ሽብሽብ ይብለን ኣነ ጠፊኤ ከይደ ካብኡ ንጾሮና እየ ጠፊኤ ከይደ ሞይቱ ኢሉ ተቀቢጸ ነረ እየ ካብ ወዲ ዓሰርተ ዓመተይ ኮለኩ ገለ ካብኡ እየ እቲ እንስሳ ምውሳይ ገለ ባህሪ እየ ዝወጻኩሉ እቲ ምንባር ማለት ሕጂ ሽዑ ያ ብራዘረይ ረኪብኒ ብራዘረይ ኣሎ ኣብ እስራኤል ኣሎ ተረዳኣኒ ኣብ ጉልዞቦ ዝብሃል ናብኡ እየ ከይደ እንዳ ሓተትኩ ክልተ መዓልተይ ገረ ሓንቲ መዓልቲ እየ ገረ በረካ በቃ ውሕጅ ገለ ነሩ ውሕጅ ወሲድዎ ገለ ኢለ እዮም ስድራይ ቀቢጾም ነሩ ተረዳኣኒ

ብሸለካ ካብኡ እየ ካብኡ እየ ባህሪረ ካብቲ ብንእሽተይ ኮለኹ ምስ ጀመርኩ ካብኡ ምስ ባህረርኩ ዋላ እተን እንስሳ እተን ዳን እንስሳ ውፈር ይበሃል ቁማር ክጻወት እየ ዝኽእል ኣብ በዓቲ ዳቢኖ ተረዳን ገንዘብ ሰሪቕካ ዳቢኖ ምጽዋት ገለመለ ከምኡ ኮይነ ብሸለካ ከምዚ ያ ደሓር ያ ቀልጢፍና ያ ከምቲ ዝበልካዮ ቅልጥፍ ኢልና ከኣ ውጽእ ኢልና ነቲ ሕብረተሰብ ናይቲ ጉስነት ቀልጢፈ እየ ውጽእ ኢለላ ግን ሸላሲ ቀልጢፍካ ነቶም ደቂ ሃገረሰብ ፋራታት ክትብለና ጀሚርካ

ጸሊእና ኣይኮነን ወላ ንሱ ይናፍቆ እዩ ንኣብነት ወላ ካብዚ ከይዱ ወላ ንኣብነት ኣብ ኣስመራ ገዛ ይግዛእ እቲ ናይ ሃገረሰብ ግን መጽኡ ክሪኦስ ደስ ይብሎ ኢሸላ ግን ከምኡ ኢልኩም ክትነብሩ ኣይትክእሉን እዩ ዝብለኩም ዘሎ እምበር ጸሊእዎ ኣይኮነን ምሱኡ ዓብየ ይዝክሮ ኣለኩ የብሎ ኣለኩ እዩ ዝብል ዘሎ ሕጂ ሸላ ዓርከይ ብጣዕሚ ኢካ ትጸቅጠላ ኣብዚሲ እእምሮና ኣስሒቶምና ኣብቲ ናይ ሃገረሰብሲ ዶንቂርና ኢና መጺእና ገለ ኢኻ ትብል እቲኣ ናይ እዚኣስ ጸጥ እስከ ብለላ ኣብቲ ናይ ማዕዳ ከመይ ኣታ እያ እቲ ዘይምንቃሕ ድዩ ወይስ ኣብቲ ናይ ጓል ዘይምርጋጽ ዶ ይኸውን። ህጂ ኣብቲ ጓል ምርጋጽ ወይ ከኣ ኣብቲ ህጂ ንሕና ብምንታይ ድዩ ተወጽዕና ክንብል ከሎና ኣብቲ ምትዕብባይ ምጂ ህጂ ትዓቢ ከለኻ ኣብ ጉስነት ኢኻ ትዓቢ ኣብ ጉስነት በቃ ምሽ ኣለቃ እቲ ሓደ ምስ ጎበዘ እቲ ሓደ ንትምህርቲ ከይድ እቲ ሓደ ሳዕሪ የምጽእ ነቲ ክብርቲ ሳዕሪ የምጽእ ህጂ ብኸምኡ ስለ ዝዓብና ኣብ ክስታይሲ ኣብዚ ዓለምሲ ንሕና ፍሉያት ኢና መጺና ናብ ዓለም ክንመጽእ ከሎና ናብዚ ዓለም ክንረኽባ ከሎና።